ናይ ፊልምና ታሪክ ዝጅመር ኣብ 1981 ቀዳማይ ሚኒስተር ህንዲ ኣብቲ ሃገር ዓብዪ ገበን ንዝሰርሑ ሰባት ናይ ሞት ፍርዲ እንዳፈረደትሎም ዳርኣና እዩ። ብድሕሪኡ ናይ ፊልምና ትርኢት ተቐይሩ ኣብ 2018 ሓንቲ ኣብ ሓደ መደብር ፖሊስ ትሰርሕ ሰበይቲ ሓደ መጽሓፍ እንዳንበበት ጸኒሓ እቲ ተንብቦ ዘላ ዛንታ ሓቀኛ ታሪክ ክኸውን ከምዘይኽእል ትዛረብ። እቲ ነዛ መጽሓፍ ዝሃባ መሳርሕታ ግን፣ እታ መጽሓፍ ምስ ተሓተመት፣ መንግስቲ እቱ ዝተሸጠ ኩሉ መጽሓፍ ተኣኪቡ ኣቃጺሉዎ እዩ። እታ ሂበኪ ዘንበብክያ መጽሓፍ ድማ፣ ኣብዛ ዓለም ዝተረፈት ብሕታዊት መጽሓፍ እያ ይብላ እሞ፣ ወሲኹ ድማ፣ ሓቀኛ ዛንታ ተዘይኸውን ነይሩ፣ መንግስቲ ነዚ መጽሓፍ ንኸቃጽሎ ኣይምወሰነን ይብላ። እንተኾነ ግን፣ እዛ መርማሪት ፖሊስ ክትኣምኖ ስለዘይከኣለት፣ ነቲ ናይዛ መጽሓፍ ደራሲ ንኽትረኽቦ ትውስን እሞ፣ ድሕሪ ዝተወሰነ መዓልታት ነዚ ናይዛ መጽሓፍ ደራሲ ረኺቦሞ፣ ቃለ መሕተት ክገብሩሉ ይጅምሩ። እታ መርማሪት ፖሊስ ኣብዚ መጽሓፍ ዘሎ ሓቀኛ ዛንታ ክትፈልጥ ከም ትደሊ ትነግሮ እሞ እቲ ደራሲ ድማ እዚ ዛንታ ነዊሕ ታሪክ እዩ ብምባል ከዝንትወላ ይጅምር። ብድሕሪኡ እቲ ደራሲ ብናይ ተዘክሮ ዓለም ንድሕሪት ተመሊሱ ኣብ ሓደ ገጠር ዝነብሩ ሰባት ንማይ ዝኸውን ጉድጓድ እንዳኹዓቱ ንርኢ። እዞም ሰባት እንዳኹዓቱ ከለዉ ሃንደበት ኣብዚ ከባቢ ክርከብ እዩ ተባሂሉ ተገሚቱ ዘይፈልጥ ወርቂ ክረኽቡ ይጅምሩ እሞ እዙይ ንኸረጋግፅ ሱሪቫርድሃን ዝተብሃለ ናይ መንግስቲ ሓላፊ ይመፅእ። በቲ ሓደ ድማ ኣብቲ ከባቢ ትነብር ሓንቲ ነብሰፁር ሰበይቲ ትወልደሉ መዓልቲ ስለዝኣኸለ ኣብ ቃንዛ ሕርሲ ኮይና እንዳወለደት ንዕዘብ። ናይ ፊልና ትርኢት ናብ ሱሪቫርድሃን ክትመልሰና ከላ ድማ፣ ሱሪቫርድሃን ነቲ ወርቂ ምስ ረኣዮ፣ ሓቀኛ ወርቂ ከም ዝዀነ የረጋግጽ እሞ፣ ነዚ ነገር ዋላ ሓደ ሰብ ከይፈለጦ በይኑ ክጥቀመሉ ስለ ዝደለየ፣ ነዞም ኣብዚ ጕድጓድ ዝዅዕቱ ዝነበሩ ናይዚ ከባቢ ነበርቲ ንዅሎም የቕትሎም። በቲ ሓደ ድማ፣ እታ ኣብ ሓያል ቃንዛ ሕርሲ ዀይና ትወልድ ዝነበረት ሰበይቲ ወዲ ተባዕታይ ትወልድ እሞ፣ እንተዀነ ግን በይና ከም ተዕብዮ ንርኢ። ብዘሕዝን መልክዑ እዛ ኣደ በዓል ቤታ ሓዲግዋ ስለ ዝኸደ ኩሎም ሰባት ዝንዕቕዋን ዝጸርፍዋን ኮይና ኣላ። ንሳ ግን ንወዳ ክትብል ብዙሕ ስቓይን መከራን ክትቅበል ወሲና። ሮኪ ዝብል ሽም ኣውጺኣትሉ ብፈተና ከይተሓለለት ንኽተዕብዮ ትፍትን ኣላ። ሱሪቫርዳሃን ድማ ነቶም ጉድጓድ ዝኹዕቱሉ ዝነበሩ ነበርቲ ምስ ቀተሎም ኣብ ከክንድኦም ብቐሊሉ ክቆሃጸሮም ዝኽእል ባራዩ ካብ ብዙሕ ከባብታት እንዳገዝአ እንዳምጸ ኳዕቲ ከካይድ ጀሚሩ ኣሎ። ብድሕሪኡ ናይ ፊልምና ትርኢት ዝተወሰኑ ዓመታት ንቕድሚት ወሲዳትና፣ እቲ ህጻን ዝነበረ ሮኪ ጎቢዙ ንሪኦ። ኣብዚ እዋን እታ ብሰባት እንዳተናዓቐትን እንዳተጸረፈትን ኣብ እንዳ ሰብ እንዳሰርሐት ዘዕበየቶ ኣዲኡ ኣዝያ ሓሚማ ዓዲ ውዑል ስለዝኾነት ንሱ ድማ ዋላኳ ዕድሚኡ ንስራሕ እኹል ተዘይኮነ ይኹን እምበር ዝገበረ ጌሩ ክንዲ ዝኽኣሎ ሰሪሑ ነዲኡ ንኽጥውራ ይፍትን ኣሎ። ካብ ዕለታት ሓደ መዓልቲ ሮኪ ስራሕ ውዒሉ ይመጽእ እሞ ኣዲኡ ድማ ሕማማ እንዳገደዳ ይኸይድ ስለ ዘሎ ብዙሕ ከም ዘይትጸንሕ ተረዲእዋ ኣነ እንተ ሞይተ ዝገበርካ ጌርካ ሃፍታም ወዲ ክትከውን ኣለካ ኢላ ቃል ተእትዎ ድሕሪ ዝተወሰነ መዓልቲ ድማ ኣዲኡ ሰኣን ሕክምና ከምቲ ዝገመተቶ ኣብ ቀረባ መዓልቲ ትመውት እሞ ሮኪ ኣዝዩ ይሓዝን። ኣብዚ እዋን ሮኪ ኣብ ጎኑ ኮይኑ ኣለኹልካ ዝብሎ ቤተሰብ ስለዘይብሉ ብህይወት ንምንባር ክሰርሕ ስለዘለዎ ናብ ከተማ ሙምባይ ንኽኸይድ ይውስን። ሮኪ ናብ ሙምባይ ክኣቱ ከሎ እቱ ስሪቫር ደሃን ካብ ኬኤፍሲ ዝተባህለ ናይ ገጠር ቦታ ዘውፅኦ ወርቂ ናብ ሙምባይ ስለዝኣቱ ሙምባይ ሓያል ናይ ወርቂ ንግዲ ዝግበረላ ከተማ ኮይና ፀኒሓቶ። ኣብ ሙምባይ ዝግበር ናይ ወርቂ ንግዲ ንምቁጽጻር ናይት ከለር ዝተብሃለ ናይ ዱባይ ትካልን ሼቲ ብዝተብሃለ ወዲ ዝምርሑ ናይ ሙምባይ ጋንግስተራትን ኣብ ሓያል ኲናት ኣትዮም ኣለዉ። ሙምባይ ኣብ ከምዚ ዝበለ ሓያል ናይ ንግዲ ንሕንሕ እንዳሃለወት ሮኪ ናብታ ከተማ ይኣቱ እሞ እንተኾነ ግን ህጻን ቆልዓ ስለዝኾነ ምስ ሓደ ወዲ ተቖጺሩ ሊስትሮ ኮይኑ ስራሕ ይጅምር። ካብ ዕለታት ሓደ መዓልቲ፣ እቲ ንንሮኪ ዘስርሖም ወዲ ንኹሎም ቆልዑት ይእክቦም እሞ፣ ጽቡቕ ጌሮም ስርሖም ንኸይሰርሑ ሓደ ፖሊስ ይከታተሎም ስለ ዘሎ፣ በዚ ምኽንያት ስርሖም ክስእኑ ከም ዝኽእሉ ብምንጋር፣ ነዚ ፖሊስ ክወዖ ዝኽእል ሰብ እንተሃልዩ ይሓቶም። ኣብዚ እዋን ሮኪ፣ እታ ተደሪሩ ንኽሓድር ትገብሮ ዘላ ስርሑ፣ ክስእና ከም ዝኽእል እንዳሓሰበ ክሻቐል ይጅምር እሞ፣ ካብ መንጎ እዞም ህጻናት ንሱ ኢድ ኣውጺኡ ክወዖ ከም ዝኽእል ይነግሮም። ቀጺሉ ድማ፣ ነዚ ፖሊስ ደድሕሪኡ እንዳኸደ ክከታተሎ ይጅምር እሞ፣ ኣብ መወዳእታ ናብ ሓደ ጸው ዝበለ ቦታ ምስ ኣተወሉ ጥርሙዝ ኣልዒሉ ብምኻድ ርእሱ ወቒዑ የውድቖ። ብዘሕዝን መልክዑ ግን ኣብዚ እዋን ሮኪ ብፖላዊስ ይተሓዝ እሞ ከሳቕይዎ ይጅምሩ። እንተኾነ ግን ሓላፊኦም ነዊሕ ኢዱ ስለ ዝነበረ ዝገበረ ጌሩ ንሮኪ የውጽኦ እሞ ንምንታይ ብድፍረት ከምኡ ከም ዝገበረ ይሓቶ። ሮኪ ድማ ንታራ ሰብ እንተዝወቅዕ ኔረ ዋላ ሓደ ሰብ ግልጽ ኢሉ ኣይምርኣየንን። ከምቲ ዝረኣኻዮ ግን ንፖሊስ ስለ ዝወቓዕኹ ኩሉ ሰብ ክፈልጠንን ምስ ከማኹም ዝበሉ ጋንግስተራት ንኽራኸብን ክኢለ ኣለኹ ይብሎ'ሞ እቲ ወዲ ድማ ኣዝዩ ተገሪሙ ኣብዚ እዋን እንታይ ክህልወካ ትምነ ይብሎ። ሮኪ ድማ ዓለም ብምባል ነቲ ወዲ እንታይ ከም ዝደለየ ክርድኦ ከም ዘይኽእል ገይሩ ይምልሰሉ። በቲ ሓደ ድማ እዚ ካብ KGF ዝተባህለ ናይ ገጠር ቦታ ወርቂ ዘውጽእ ሱሪቫር ዲሃን ኣብ ስርሑ ተነሓናሕቲ ንኸይህልውዎ ሓሙሽተ ሰባት ምስኡ ሓዊሱ ሓያል ድሕንነት ዘለዎ ናይ ኳዕቲ ትካል ንኽሃንጽ ይፍትን ኣሎ። ካብ መንጎ እዞም ሓሙሽተ ኣብ ትሕቲኡ ኮይኖም ዝሰርሑ ሓለፍቲ ጋሩዳ ዝተባህለ ወዱ ሓደ ክኸውን ከሎ ውሽጣ ውሽጢ ብዝሰርሕዎ ዘለው ስራሕቲ KGF ፖሊስ ይኹን ካሊእ ናይ መንግስቲ ኣካል ክነኽኦ ዘይኽእል ጽኑዕ ሓለዋ ዘለዎ ናይ ዕደና ቦታ እንዳ ኾነ መጺኡ ኣሎ። ካብ ዕለታት ሓደ መዓልቲ ግን ሱሪ ቫርድሃን ድኻም ልቢ ሒዝዎ ይወድቕ እሞ እዙይ ዝረኣዩ ሓሙሽቲኦም ኣብ ትሕቲኡ ዝነበሩ ሰባት ድማ እታ ዝለዓለት ስልጣን ንምሓዝ ኣብ መንጎ ሕድሕዶም ሓያል ባእስን ሽርሕታትን ክፈጥሩ ይጅምሩ። እታ ወርቂ ዝወጸላ KGF በዚ መልክዑ ኣብ ሓያል ወጥሪ ኣትያ ዳሃለወት፣ ሞምባይ እውን እቶም ወርቂ እንዳተቐበሉ ዘከፋፍሉ ብሸይትን ሂላልን ዝምርሑ ክልተ ናይ ጋንግስተር ኣባላት ንሞምባይ ሙሉእ ንሙሉእ ንምቁፅፃር ኣብ ሓያል ፃዕሪ ይርከቡ። እቲ ንእሽተይ ዝነበረ ሮክ እውን መንእሰይ ኮይኑ ምስ ሸይቲ ምስራሕ ጀሚሩ ኣሎ። ኣብዚ እዋን ሂላል እቲ ውሽጢ ንውሽጢ ዝነበረ ባእሲ ብቐሉ ዓውፂኡ ንኣባላቱ ንናይ ሸይቲ ኣባላት ንክቐትልዎም ይእዝዝ። ዘውጽእዎ ትልሚ ተዓዊትሎም ድማ ንኹሎም ናይ ሸይቲ ኣባላት ይቐትልዎም እሞ እንተኾነ ግን ሕጂ ውን ሓደ ሰብ ይቐርዮም ንሱ ድማ ሮኪ እዩ። ድሕሪ ንእሽተይ ጻኒሒት ግን ሮኪ ውን ከም ዝተታሕዘን ብሓደ ኣባሎም ተኣሲሩ ምህላዉን ይሰምዑ እሞ ብታሕጓስ ናብቲ ቦታ ይኸዱ። ናብቲ ቦታ ከይዶም ናብ ሮኪ ክቐርቡ ከለዉ ግን እቲ ኢዱ ተኣሲሩ ዝኒህ ሮኪ፣ እዚ ነገር እዞም ሰባት ናብ ዝደልዮ ቦታ ንክመጽሉ ዘዳለዎ ትልሚ ስለ ዝነበረ፣ ኢዱ ተኣሲሩ ዳሃለወ ክጸርፎምን ከባጭወሎምን ይጅምር። እቶም ናይ ሂላል ኣባላት ድማ ብሕርቃን ንሮኪ ንክቀትልዎ ይቀርቡ እሞ ንሱ ግን ኢዱ ፈቲሑ፣ ዘለዎ ክእለቱ ተጠቂሙ ንኩሎም ቀጥቂጡ ይቀትሎም። ኣብ መወዳእታ ድማ ነቲ ናይዞም መጺኦም ዝነበሩ ጋንግስተራት ሓላፊ ንሂላል ከም የማናይ ኢዱ ኮይኑ ዘገልግሎ ዝነበረ ወዲ ይሕዞ'ሞ ኢዱ ኣሲሩ ናብ ገደል ብምንጥልጣል ይቐጽዖ። በዚ ዝተላዕለ ድማ ሮኪ ኣብታ ከተማ ኣዝዩ ተፈራሕን ህቡብን ሰብ እንዳኾነ ይመጽእ'ሞ ናብታ ከተማ ዝመጽእ ባሕሪ ተቖጻጺሩ ኣዝዩ ወሳኒ ሰብ ይኸውን። ብተወሳኺ ድማ ሮኪ ኣብ ትሕቲ ሼቲ ተቖጺሩ እንዳሰርሐ ከሎ ንሱ ግን ልዕሊ ሼቲ ተፈራሕን ተኸባርን ሰብ እንዳኾነ ይመጽእ እሞ እዙይ ዝረኣዩ ሰባት ድማ ንሮኪ ምስ ሼቲ ንኸባእስዎም ይፍትኑ። ኣብዚ እዋን ሮኪ እንዳጎበዘ ተመጽዩ ስልጣንና ከሕድገና እዩ ኢሎም ዝፈርሑ ሰባት ናብ ሼቲ ይኸዱ እሞ ንሼቲ ንስኻ ከይፈቐድካሉ ናይ ባሕሪ መስመር ተቖጻጺሩ ብተወሳኺ ድማ ንዓኻ ግብሪ ገቢሩልካ ኣይፈልጥን ብምባል ሮኪ ኣብ ልዕሊኡ ንዕቐት ከምዘለዎ ይነግርዎ። እዙይ ዝሰምዐ ሼቲ ድማ ሓቂ መሲልዎ ናብ ሮክ ይኸይድ እሞ ኣብ መንጎ ክልቲኦም ሓያል ቆይቊ ይጅመር። ኣብዚ እዋን ግን ናይ ሼቲ ሓላፊ ዝኾነ ኣንድሬው ዝተባህለ ወዲ ይመፅእ እሞ ሼቲ ብሂላል ተሳዒሩ ስለዝነበረ ምስ ሮኪ ንኽሰርሕ ሓሲቡ ናብ ሮኪ ብምቕራብ ካብ ሕጂ ንደሓር ምሳኻ እየ ክሰርሕ ዝደሊ በተለይ ኣብ ቀረባ እዋን ዝእዝዘካ ሓንቲ ስራሕ ኣላ ንሳ እንተዐዊትካለይ ምልእቲ ቦምባይ ንዓኻ እየ ዝህበካ ብምባል ቃል ይኣትወሉ። ሮኩ እውን ኣዝዩ ተሓጒሱ ነዚ ወዲ ንኸድስቶ ባንግሎር ናብ ዝተብሃለት ከተማ ይኸይድ እሞ፣ ናብታ ከተማ ምስ በጽሐ ግን ሓንቲ ሪና ዝተብሃለት ጓል ጋንግስተር ጎደና ኣዕጽያ ፓርቲ ኣዳልያ ትጸንሖ። ሮኪ ድማ ብሕርቃን ነዚ ጽርግያ መን እዩ ዓጽይዎ ኢሉ ይሓትት እሞ፣ እንተኾነ ግን ሰባት እታ ጓል ጓል ሓያል ጋንግስተር ስለ ዝኾነት ናብኣ ከይትኸይድ እንዳበልዎ ከለዉ ንሱ ግን ብንዕቐት ናብኣ ይኸድ። ሮኪ ናብ ሪና ምስ ከደ ድማ ኣዝዩ ከም ዘፍቅራ ይነግራ እሞ እዚ ዝሰምዑ ሓለውታ ግን ብሕርቃን ንኸውዕዎ ይፍትኑ። ንሱ ግን ንኹሎም ኣወዳት ይቕጥቅጦም እሞ ንሪና ናይ ቀጻሊ በዓልቲ ቤቱ ከም ትኸውን ነጊርዋ። ነቶም ንኽሕልውዋ ዝተመደቡ ሰባት ድማ ኣብ ቀጻሊ ጽቡቕ ሓለዋ ንኽገብሩላ ምዒድዎም ሓዲግዎም ይኸድ። ሪና ግን በዚ ነገር ኣዝያ ሓሪቓ ስለ ዝነበረት፣ ሕኒኣ ንኽትፈዲ ሓሲባ፣ ንጽባሓይቱ ብዙሓት ኣወዳት ሒዛ ናብቲ ዘዕረፈሉ ሆቴል ትኸይድ እሞ፣ እንተኾነ ግን ሕጂ'ውን ከይተዓወተላ፣ ሮኪ ነቶም ምስኣ ዝመጹ ኣወዳት ሓደ ብሓደ ክቕጥቅጦም ይጅምር። ኣብ መወዳእታ ድማ ንኹሎም ቀጥቂጡ ይውድኦም እሞ፣ ሽዑ ናይ ሓደ ኣውቲስታ ክዳን ተኸዲኑ ብመኪና ሒዝዋ ክኸይድ ይጅምር። ሮኪን ሪናን ብመኪና እንዳኸዱ ከለዉ ኣብ መንገዶም። ሓንቲ ድኻ ሰበይቲ ንወዳ ባኒ ገዚኣ ትህቦ እሞ፣ ሽዑ ግን እታ ባኒ ኻብቲ ቈልዓ ወዲቓ ናብ መንገዲ ስለ ዝኣተወት፣ እዛ ኣዶ ነታ ባኒ ንኽተልዕላ ክትፍትን ከላ፣ እንተዀነ ግን መኻይን እንዳ መጻ ከልኪለንኣ ይርኡ። እዚ ዝረኣየ ሮኪ ድማ እዛ ኣደ ነዲኦ ዝኪራቶ ኣዝዩ ይሓዝን እሞ ኣብቲ ቦታ ምስ በጽሐ መኪንኡ ደው የብላ። ብድሕሪኡ ዝነበሩ መኻይን ድማ መንገዲ ተዓጽዩዎም ብክላክስ ልቢ ከውጽዎ ይፍትኑ እሞ ሮኪ ግን ሽጉጥ ኣውጺኡ ኩሎም ጥርቅም ከም ዝብሉ ይገብር። ብድሕሪኡ ሮኪ ካብ መኪንኡ ብምውራድ ነዛ ኣደ እታ ወዲቓታ ዝነበረት ባኒ ይቕብላ እሞ ናብ መኪንኡ ደዩ ጉዕዞ ይጅምር። ኣብዚ እዋን ሪና ናይ ሮኪ ለውሃት ብምርኣይ ኣብኡ ዝነበረ ኣረኣእያ ዝቐየረት ትመስል። ኣብ መወዳእታ ድማ ሮኪ ምስ ሪና ምስ ተፈላለዩ ናብ ሓደ መኻዚኖ ይኸይድ እሞ፣ ኣብቲ ቦታ ዘሎ ወርቂ እንዳረኣየ ምስቶም ሞምባይ ዝሸጥዎ ዝነበረ ወርቂ ሓደ ዓይነት ምልክት ከም ዘለዎ ሪኡ እዚ ወርቂ ካበይ ከም ዝርከብ ክሓስብ ይጅምር። ብድሕሪኡ ናይ ፊልምና ትርኢት ተቐይሩ እቲ ንሮኪ ናብዚ ንክመጽእ ገይርዎ ዘሎ ኣንድሬው ንሪኦ። ኣንድሬው ካብቶም ሓሙሽተ ንሱሪ ቫርዳሃን ተኪኦም ንኬጂኤፍ ወይ ድማ ነቲ ወርቂ ዝወጸሉ ቦታ ክቆጻጸሩ ዝፍትኑ ዘለዉ ሰባት እቲ ሓደ እዩ። ኣንድሬው ምስ ሓደ መሳርሕቱ ብኸመይ ነዛ ስልጣን ከም ዝሕዝዋ ከዋግዑ ከለዉ ድማ፣ ሓያል መነሓንሕቶም ወዲ ኑስሪቫርዳን ዝኾነ ጋሩዳ ምዃኑ የዕልሉ። ኣብ መወዳእታ ድማ ንጋሩዳ ብኸመይ ከወግድዎ ከም ዘለዎም ትልሚ ከውጽኡ ይጅምሩ እሞ፣ ኣብ ቀረባ እዋን ጋሩዳ ናይ ኣቦኡ ሓወልቲ ንኸምርቕ ናብቲ ከተማ ክመጽእ ስለ ዝኾነ፣ ኣብቲ ቦታ ሰብ ኣዳልዮም ንኽቐትልዎ ትልሚ ይትልሙ። ናይ ፊልምና ትርኢት ናብ ሮኪ ክትመልሰና ከላ ድማ ሮኪ ኣብ ሓደ ፓርት እንዳተዘናገዐ ከሎ ሪና ብዙሓት ጋንግስተራት ሒዛ መጺኣ ትኸቦ። ሽዑ ሪና ነዞም ኩሎም ኣወዳት ስዒሩ ንዓኣ እንተነኺኡ ንሓላሉ ናቱ ከም እትኸውንን እንተዘይኮይኑ ግን ካብዛ ከተማ ወጽዩ ንኽኸይድ ሓሳብ ተቕርበሉ። ብዝገርም መልክዑ ግን ሮኪ ምስኦም ምግጣም ሓዲጉ ንድሕሪት ክኸይድ ይጅምር እሞ ኣብዚ እዋን እቶም ምስ ሪና ዝመጹ ኣወዳት ክስሕቕዎን ከባጭውሉን ከለዉ ንሱ ግን ኣብ ድሕሪቱ ዝነበረ መርቢል ኣውዲቑ ኣብ ውሽጢ ዝነበረ ጋዝ ናብቲ ገዛ የፍስሶ እሞ ብድሕሪኡ ካብ ጁቡኡ ላይተር ኣውጺኡ ብምውላዕ ምሳይ ክትገጥሙ ተፈቲንኩም ሪና እውን ክትመውት እያ እንዳበለ ንኹሎም ሓሪፉ ናብ ሪና ክኸይድ ይጅምር። ኣብ መወዳእታ ድማ ናብኣ ይቐርብ እሞ እንተኾነ ግን ንሳ ከይፈቐደትሉ ክነኽኣ ከም ዘይደልን ልባ ተሳዒሩ ተሃሊኡ ግን ክነኽኣ ከም ዝኽእል እንዳነገረ ክዋዘ ይጅምር። ኣብዚ እዋን ግን ሃንደበት ኣንድሬው ይመጽእ እሞ ብዙሓት ዓጀውቲ ኣትዮም ነቶም ምስ ሪና ዝመጹ ኣወዳት የውጽእዎም። ኣብ መወዳእታ ድማ ኣንድሬው ናብ ሮኪ ይቐርብ እሞ ኣቦኣ ንሪና ምዃኑን ብዘለዎም ርክብ ድማ ኣዝዩ ሕጉስ ምዃኑን ይነግሮ። ቀጺሉ ድማ ከምቲ ኣቐዲሙ ዝነገሮ ብስምምዖም መሰረት እቲ ዝልእኾ ስራሕ ዝክወ ምዃኑን እዚኣ እንተዐዊቱ ድማ ናይ ሙሉእ ሙምባይ ሓላፊ ንሱ ከምዝኸውን ይነግሮ። እታ ተልእኾ ጋሩዳ ንዝተበሃለ ወዲ ሓላፊኡ ምቕታል ክትከውን ከላ፣ ጋሩዳ ኣብ ቀረባ እዋን ናይ ኣቡኡ ሓወልቲ ንኸምርቕ ናብዚ ከተማ ክመጽእ ስለዝኾነ ሮኪ ድማ ናብ ውሽጢ ኣትዩ ንኽቐትሎ ይነግሮ። ሮኪ ድማ ናብቲ ቦታ ኣነ ክኣቱ እየ ንስኹም ግን ዝግበርኩም ጌርኩም ናብቲ ቦታ ሽጉጥ ንክኣቱ ግበሩ ይብሎም እሞ ከምኡ እንተጌሮም ድማ ብሓንቲ ተኹሲ ነዚ ወዲ ክቐትሎ ምዃኑ ይሕብረሎም። ብድሕሪኡ ናይ ፊልምና ትርኢት ተቐይሩ ናይ ሱሪቫርዳሃን ሓወልቲ ዝምረቐሉ መዓልቲ ይኣክል እሞ ጋሩዳ ናይ ኣቡኡ ሓወልቲ ንኸምርቕ ናብታ ከተማ ይመጽእ። እነ ኣንድሬው እውን ብትልሞም መሰረት ብዝገርም መልክዑ ሽጉጥ ናብ ውሽጢ ኣእትዮም። ኣብዚ እዋን ግን እቶም ከም ወይተር መሲሎም ዳሳሰዩ ዝነበሩ ኩሎም ናይ ጋሩዳ ሰባት ስለ ዝነበሩ ሓቢኦሞ ዝነበሩ ሽጉጥ ኣውጺኦም ንናይ ኣንድሬው ትልሚ የባላሽውሉ እሞ ኣብ መወዳእታ ጋሩዳ ናብ ውሽጢ ይኣቱ። ጋሩዳ እዚ ኩሉ ትልሚ ካብ መጀመርያ ኣትሒዙ እንዳፈለጠ ስለ ዝጸንሐ ንኩሉ ተዳልዩ መጽዩ ትልሞም የባላሽወሎም እሞ ኣነ ንዓኹም ካብ ልበይ ኣሚነ ምሳኹም ንክሰርሕ ሓሲበ ነይረ ንስኹም ግን ንክትቀትሉኒ ፈቲንኩም ብምባል ብሕርቃን ናብቲ ሓወልቲ ይኸድ ኣብ መወዳእታ ድማ ጋሩዳ ነቲ ሓወልቲ ይኸፍቶ እሞ ብዝገርም መልክዑ እቲ ናይ ኣቡኡ እዩ እንዳተባህለ ዝነበረ ሓወልቲ ናቱ ከም ዝኾነ ርእይዎም ናይዛ ከተማ ዋና ሓላፊ ንሱ ምዃኑ ይሕብረሎም። በዚ መልክዑ ድማ ሮኪ ንጋሩዳ ክቐትለሉ ሓሲቡ ዝነበረ ትልሚ ይፈርስ እሞ ንምሸቱ እቶም ናይ ጋሩዳ መነሓንሕቲ ዝኾኑ ኣርባዕተ ሰባት ኣብ ሓደ ተኣኪቦም ንጋሩዳ ንኽንቀትሎ ስለ ዝፈተና ንኹለና ሓደ ብሓደ ክቐትለና እዩ እንዳበሉ ከዕልሉ ይጅምሩ። ኣብዚ እዋን ጋሩዳ ብዘለዎ ሓይልን ተኣማንነትን ዋላ ሓደ ሰብ ክቐትሎ ኣይኽእልን ይብሉ እሞ እንተኾነ ግን ሮኪ ከምቲ ቆልዓ እንዳሃለወ ዝገብሮ ዝነበረ ሕጂ እውን ኢዱ ብምውፃእ ኣብ መጀመርያ ብዝኣተኹዎ ቃል መሰረት ንጋሩዳ ከይቀተልኩ ኣይዓርፍን። ንጋሩዳ ንምቕታል ድማ ናብ KGF እውን ሰራሕተኛ መሲለ ክኣቱ እየ ይብሎም። ካብቶም ናይ ሮኪ ዘረባ ዝሰምዑ ዘለዉ ኣርባዕተ ናይ ጋሩዳ መነሓንሕቲ፣ እቶም ሰለስተ ንሮኪ ክኣምንዎ ኣይከኣሉን። ኣንድሬው ግን ንሮኪ ኣዝዩ ስለ ዝኣምኖ፣ ሕጂ እውን ብ ሮኪ ተስፋ ጌሩ ናይ KGF ካርታ ኣምጺኡ ናይቲ መዐደኒ ቦታ መእተዊኡን መውጽኢኡን ከይተረፈ ኩሉ ቦታ ሓደ ብሓደ የርእዮ እሞ ኣብ መወዳእታ ሮኪ ሰራሕተኛ ብምምሳል ምስ ባርያታት ተሓዊሱ ናብ KGF ይኸድ። ን ሮኪ ናብ KGF በጺሖም ናብ ውሽጢ ክኣትዉ ከለዉ ኩሎም ባራዩ ጥዑያት ምዃኖም ዳተመርመሩ ይኣትዉ ኣለዉ። ካብ መንጎ እዞም ሓደሽቲ ሰራሕተኛታት እቲ ሓደ ዓይነ ስውር ስለዝኾነ፣ ይኹን እምበር ኣብዚ ቦታ ንዓይነ ስውራት ቦታ ከምዘየለን ቀልጢፎም ከምዝቕተሉን ስለዝፈልጥ ጥዑይ ሰብ መሲሉ ንኽኣቱ ይፍትን ኣሎ። ብዘሕዝን መልክዑ ግን ሓደ ሰራሕተኛ ርእይዎ ዓይነ ስውር ምዃኑ ይጥርጥሮ'ሞ ኣብ ርእሱ ዝነበረ ኩሹፍ ፈቲሑ ናብ ሓንቲ ቦታ ንኸብጽሓ ይእዝዞ። እቲ ሽማግለ ሰብኣይ ግን ዓይነ ስዉር ስለ ዝኾነ ከምታ ዝተላእኻ ምግባር ተኣብዮ እሞ ኣብቲ ከባቢ ዝነብሩ ወታደራት ድማ ብእግሮም ንመሬት እንዳወቕዑ ብናይዚ ከባቢ ቋንቋ እዚ ወዲ ይቀተል እንዳበልኡ መልእኽቶም የሕልፉ። ኣብ መወዳእታ ድማ እዚ ዓይነ ስዉር ንኽቕተል ይውሰነሉ እሞ ንኽቐትልዎ ናብ ውሽጢ ሒዞምዎ ይኣትዉ። ሮኪ ግን ነዚ ኣዝዩ ዝፈርሐ ሰብኣይ ምስ ረኣየ ሕሉፍ ህይወቱን ናይ ኣዲኡ ስቓይን ዘኪሩ ነዚ ሰብኣይ ንኸድሕኖ ይሓስብ እሞ ኣብ መወዳእታ ሞዶሻ ኣልዒሉ ነቶም ነዚ ዓይነ ስውር ንኽቐትልዎ ተዳልዮም ዝነበሩ ሰባት ቀቲሉ ነቲ ዓይነ ስውር ሰብኣይ የድሕኖ። እዚ ዝረኣዩ ናይዚ ዕደና ሰራሕተኛታት ድማ ቅድሚ ሕጂ ከምዚ ገይሩ ተቓውሞኡ ዘስመዐን ንሓለፍቲ ቀቲሉ ዝፈልጥ ሰብ ሪኦም ስለ ዘይፈልጡ ንሮኪ ከም ሓላፊኦም ክሪእዎ ይጅምሩ። ኣብዚ እዋን ካብዞም ሰራሕተኛታት እቲ ሓደ ብባህልና መሰረት ናይዞም ዝሞቱ ሬሳ ክነቃጽሎ ተፈቲንና እቶም ሓለፍቲ ሪኦም ሓያል ቅጽዓት ክቐጽዑና እዮም ስለዚ ኣብ መሬት ኢና ክንቀብሮም ዘለና ብምባል ሓሳቡ የቕርብ። ሮኪ ግን ናይ ባዕሉ ትልሚ ስለዝነበሮ ምሸት ኣቃጽልዎም ኢኹም ኢልዎም ሓዲግዎም ይኸድ። ምሸት ድማ ከምቲ ሮኪ ዝበሎም እቶም ሰራሕተኛታት ነቶም ሬሳ የቃጽልዎም እሞ እዙይ ዝረኣዩ ናይ ጋሩዳ ሓለውቲ እቶም ሰራሕተኛታት ከም ዝዓመጹ ተረዲእዎም ክሻቐሉ ይጅምሩ። በቲ ሓደ ድማ ጋሩዳ ደቡ ይቐትሎም እሞ ናይ እዚ ናይ ወርቂ ዕደና ቦታ ናይ KGF ሓላፊ ንሱ ምዃኑ ይእውጅ። ጋሩዳ ሓላፊ ምዃኑ፣ ኣርባዕቲኦም መናሓንሕቱ ክቕበልዎ ተኾይኖም ግን ሃይማኖታዊ ስነ ስርዓት ክገብር ስለ ዘለዎ ናብ ሓደ ሩባ ይኸይድ እሞ ኣብኡ ቀሪቡ ሰለስተ ሰባት መስዋእቲ ንክገብር ይዳሎ። ጋሩዳ ብባህሎም መሰረት ሰለስተ ሰባት ቀቲሉ መስዋእቲ ንከቐርብ ናብ ባሕሪ ይኸይድ እሞ ኣብ ደንደስ ባሕሪ ኮይኑ ካብቶም ዘዳልዎም ሰለስተ ሰባት ነቶም ክልተ ምስ ቀተለ እቲ ሳልሳይ ግን ቀዲሙ ከም ዝሞተ ይንገሮ። ኣብዚ እዋን ሮኪ ብዝገርም መልክዑ ኣብቲ ባሕሪ ተሓቢኡ ጸኒሑ ካብቲ ባሕሪ ወጺኡ ብሰይፍ ንጋሩዳ ይቐትሎ። ሮኪ ንጋሩዳ ከም ዝቐተሎ ኣብ KGF ምስ ተሰምዐ ድማ ኩሎም ሰራሕተኛታት ነጻነቶም ረኺቦም ኣዝዮም ይሕጎሱ። ኣንድሬው እውን ሮኪ ንጋሩዳ ከም ዝቐተሎ ሰሚዑ ኣዝዩ ይሕጎስ። ኣብ ናይ ፊልምና ናይ መጠረሽታ ትርኢት ድማ ሮኪ ከምቲ ነዲኡ ዝኣተወላ ቃል ኣፍታ ሃገር ኣሎ ዝብሃል ሃፍታም ኮይኑ ሑጉስ ናብራ እዳነበረ ሪኢና ፊልምና ትውዳእ። ፍቱዋት ተኻታተልቲ ፊልምና ነዛ ፊልም ተፈቲኹማ ላይክ ሼር ሳብስክራይብ ምባል ከይትርስዑ ኣብ ቀጻሊ ብኻሊእ ፊልም ክሳብ ንራኸብ ሰናይ ኩኑለይ።